ንሎሚ እውን ከምቲ ልሙድ ኣብ ታሪኽ ዘተኮረ ትሕዝቶ እዩ ክህልወና። ናይ ሎሚ ትሕዝቶና ሓንቲ እግሩ በጃ ኤርትራ ንዝወፌን ንነዊሕ ዓመታት ካብ ተዋጋኢ ሰራዊት ንዘይተፈልየን ብምኽንያት ኣብ ዓውደ ውግእ ዘጓነፎ ናይ እግሪ መቑረጽትን ካልእ ስንክልናን ካብ ተዋጋኢ ሰራዊት ናብ ካልእ ኣሃዱ ህዝባዊ ግንባር ናይ ዝተመደበን ታሪኽ ቃልሱን ናይ ብጾቱን ከዘንትወልና እዩ።

ኣድራይ ፈለማ ነዚ ቃለ መሕትት ፍቓደኛ ብምዃንካ ብስመይ ብስም ተኸታተልቲ ኣዝየ ዘመስግነካ ኣነ ስምካ ተላልየ ኣለኹ እቲ ተኸታታሊ ግን ምእንታን ክሰምዓካ ክርእየካ ሙሉእ ስምካ ዝተወለድካሉ ከባቢ ዝዓበኻሉ ከባቢ ከምኡውን ድሕረ ባይታኻ ብፍላይ ከዓ ቅድሚ ሜዳ ምውፃእኻ እንታይ ከም ዝመስል ብኡ ክንጅምር
ፅቡቕ ሽመይ የማነ መንግስት ኣድሓኖም በሃል ተወለድኩላ ዓዲ ኣብ መበቆል ዓደይ ደግራ መሬት እየ ተወሊደ ኣብኡ ከዓ ዓብየ ዕድመይን ትምህርቲ ምስ ኣኸለ ካብ ደግራ ንማዕረባ እንዳተመላለስኩ መሃር ነይረ ክሳብ ደረጃ ሻድሻይ ክፍሊ ተማሂረ ካብኡ ብሰንኪ ምውዳቕ ናይ ሃይለ ስላሰ ምክንያት ዕግርግር ስለ ዝተላዕለ ብሰንኪ እቲ ዕግርግር ከዓ እቲ ፅርግያ ምድፈር ስለ ዘይነበረ ጦር ሰራዊት ብዝሓለፍዎ መንገዲ ብፅርግያ ክሓልፉ ሰብ እንዳውደቑ ከዱ ስለ ዝነበሩ እቲ ቤት ትምህርቲ ተዓፅዩ ጠጠው ኢልና ትምህርቲ ካብኡ ጠጠው ኢሉ ምስ ስድራይ ኣብ ማሕረስን ጉስነትን እንዳተሓባበርኩ ናብኣ እነብር ነይረ። ብኸምዚ እንዳተናበርና ክንከይድ ኣብቲ ሰብዓን ሓሙሽተን ተጋደልቲ ተቐላቒሎም ኣብኡ ውዕውዑ ስምዒት ውሽጥና ክህውፀና ጀሚሩ ዋላ እኳ ንኣሽቱ ተነበርና ዋላ ክንጋደል ኢልና እንተኸድና እውን ዘይቅበሉና እኳ እንተነበሩ ብዝኾነ ግን እቲ ምላስና ሪኦም ድዮም ዋላ ካልእ ኩነታት ኣፅኒዖም ፖለቲካ ክምህሩና ጀሚሮም ኣብ ሰብዓን ሽዱሽተን ፖለቲካ ምሂሮምና ምኡ ገይሮም ከዓ ወዲቦምና ኣዋዮ ተጠርኒፍና እንሰርሕ እንሰርሖ ዝነበርና ስራሕ ሓደ ጎስጓሳት ናይ ዓማ ንምቁፅፃር ካልኣይካ ደቂ ኣንስትዮ ምጉስጓስ ደቂ ኣንስትዮ ክበራበራ ስለ ዘለወን ተባሂሉ ብሓይሊ ኣብ ደቂ ኣንስትዮ ጎስጓስ ፖለቲካ እንዳምሃርካ ደርፊ እንዳምሃርካ መዝሙር ናይ ሰውራ እንዳምሃርካ ንደቂ ኣንስትዮ ኣብ ምጉስጓስ ኣቲና መቸም ኩሉ እቲ ስራሕ ፅቡቅ ተዓዊትናሉ ዋላ ንጀብሃ እውን ብዙሕ መርገፂ እግሪ ኣይሃብናየን ኣብቲ ዓዲ ስኮታ ክትውድብ ኣይከኣለትን ስልኳታት ከይትገብር ጀብሃ ብጥብቂ ንቃወፀር ነይርና ከምኡ እንዳበልና ንነብር ንነብር ኣብ መወዳእታ ቁሩብ ብረት ናይ ምስካም ህርፋናይ ዓረፈን ቁሩብታ ተወዲብኩም ተጋደልቲ ኢኹም ምስ በሉና ርግእ ኢልና ነርና ድሕሪኡ ግን ኣይረግኣልናን ኩሉ እቲ ኩነታት እንዳርእና ንከይድ ኣለና ጥራሕ ኢልና ነቒልና ሰብዓን ሸውዓተን ተወዲኡ ሰብዓን ሸሞንተን ክጅምር ከሎ ነቒልና ከይድና ብዝኾነ እቲ ምኻድ ከዓ ኣይፍቅዱልናን ነይሮም እቶም ዝጥርንፉና ዝነበሩ ክፍሊ ህዝቢ ኣይፍቅዱልናን እቲ ስራሕ ኣብኡ ኮይኖ ክንሰርሕ ጥራሕ እዮም ደልዩ ነይሮም እና ከዓ ህሊ ክሒዙና እና ኣብዚ ኮይና ስራሕን ከነፅፈለን ነዚአን ኢልና ብዝኾነ ናይ ምኻድ መስርሕ ጥራሕ ጌርና ቅሩብ ንኣሽቱ ስለ ዝነበርና ታዋኽ ነይሩ ዋላ ፖለቲካ እውን ገለ ሓንጎልና ፅቡቕ ናይ ምቕባል ተኽእሎ ኣሎ ንገለ ገሊኦም ዝንፍትኖም ነርና እቶም ተጋደልቲ ዝተዋበና መፅሓፍቲ ማሕታ መፃና ነይሩ ዋላ ገለ ገለ ኮታ መፅሓፍቲ ብቲ እዋን ዝወሃብ ዝነበረ ናይ ሰውራ ዝሕተም ዝነበረ ናይ ሰውራ መጻሕፍቲ መጽሔታት ይወሃበና ነንብብ ንካታዕ ተኻቲዕና ኣብሲልና ዝተረዳእናዮ ንመዋጠሪ ንገለገሊኦም እቶም ተጋደልቲ ንሓቶም ካብኡ ካብቲ ትመልሲ ተበጊስና ካቕርብ ገምጋም ንወስድ ላዚን ካባና ዘይሕሻ ኣብ ምባል ኣቲና እዚ ቁሩብ ንእስነት እዩ መወዳእታ ከም ዝብለካ ንቕሎ ኮይኑ ነቒልና መቸም በብፋንጣና ብፍላይ እዞም ክልተ ኣጸቢቕና ንጸቕጠላ ነርና ከምታ ጸቐጥናላ ከዓ ከይድና ከይድና ንሕና መጀመርታ ገዲፍናዮም ነቶም ደቆ ሄና መን እዩ ካልኣይካ
ስምኦን ክፍለ ዝበሃል
መዓስ እዚ ኣብ ሰብዓን ሸሞንተን መጀመርታ ሳልሳይና ነይሩና ስቲል ብሕጂ እውን ኣሎ እሱ ኣሎ ስምኦን ተሰዊኡ እዩ ሳልሳይና እውን ነይርና ምሳና ግን ኣይሰለጦን እሱ ቁሩብ ናይ ጉልበት ፀገም ስለ ዝነበሮ ዕንክስ ዝብል ነይሩ ዕቁባንኬል ትበሃል ነይርና ንዕኡ ይተቐበልዎ ንሕና ግን ዋላ ታሊልና ድዩ ዝገበርና ጌርና መቸም ከድና ፍቀደና ስለ ዘይነበረ ኢና ኣብ ከምኡ ኣቲና ሓያል እቲ ታሪክ
ደቂ ክንደይ ዲኹም ነርኩም ደቂ ክንደይ ነርኩም ደቂ ዓሰርተ ሽዱሽተ ዓመት ኣቢልና ኢና ነርና ጥራሕ ዘይኮነስ እቲ ብታዓዲ ንሰርሖ ዝነበርና ስራሕ ከዓ ድማ ዓስራ ንሰርሕ ስለ ዝነበርና እሱ እውን ክስታ ይገብሮም ነይሩ ዕድመ ጥራሕ ኣይኮነን ሕጂ ካብ ሽዑ ደቂ ኣምሓረ ነፃ ኮይና ነይራ ካብ ደቂ ኣምሓረ ነቂልና ኣጊንዳ ደንጎሎ ገለመታት ካብኡ እንተ ኣብና ካብኡ ጌርና ሳብ በዓል ሰለሙናታት ኬድና እዚኣስ ክንምለስ የብልናን ኢልና ኢና ፈኪርና ወፂና ብዝኾነ ኣብቲ ጉዕዞ ፋሕፋሕ ኢልና ኣብ ደቂ ኣምሓራ ሕማቕ ኣየር ኩነታት ስለ ዝነበረ ግመን ገለመለን ፋሕፋሕ ኣቢሉና ሰዓት ተዛናቢሉና እሳቶም ከይዶም ገዲፎምኒ እዋን ክኤልን ስምኦንን እሳቶም ኣብ ጊንዳዕ ከይዶም ተቐቢሎሞ ስምኦን ተመዝጊቡ ንዕዋን ክኤል ግን ንስኻ ዋላ በረኻ ከይድካ ተድምዖ ይብልካን ኢሎም ከሊኦሞ ስንክልና ነይርዎ ስንክልና ነይርዎ ወ ንስኻ ዓዲ ኮንካ ክትሰርሕ ጥራይ ዘምሕረልካ ኢሎም ከሊኦሞ ተጋዲሉ ክቱር ድልየ ስለ ዝነበረ ክሳብ ንሓደ ሻሃ ከነስየካ ኢና እንካ እዚአንካ ክንበካ ኢና እሞ ንዓኺድ ብሽም ዕዋን ክኢልዋ ድልካ ተመዝገብ ኢሎም ኣመዝጊቦሞ ተመዝጊቡ ብከምኡ ንቕሎ ምስ ኮነ መን መዝጊቡካ ንዓኻ ተጋጊዮም እዮም ኢሎም መሊሶሞ መሊሶም እንደገና እውን መሊሶሞ ኣትሪፎሞ ኣትሪፎሞ ዝኾነ ተሃላሊኹ ከይዶም ጉዕዞ ኮይኑ ንሰሎሙና ከይዶም ሰሎሙና ከይዱ ሰሎሙና ጎተት ንናለይ ካባኻ ይተርፍን የልዎን ስምኦን ክሳብ በዓል ዛጊር ገዝኡ ንወፅኡ መስለኒ ፍልፍል ገይሩ ካብኡ ሓደ ወዲ ዓድና ረኺብዎ ንዓ ፅቡቕ ኣይኮነን ከምዚ ኢልካ ሓዲግ ተጠፋእካ ንዓኻ እውን ናይ ፅቡቕን ኢሉ መቸም ሓባቢሉ መሊስዎ ኣነ ምስ ሰኣንኩዎ ምስ ተሰኣኣና ኣብ ደቀምሓረ ሓዲረ ኣደይ ከዓ ደድሕረይ እንዳኸደት ዕድል ከሊኣትኒ እዚኣ ተኸድኩ ጠበቕ ትብለኒ ወይ እዚኣ ተኸድኩ ጠበቕ ትብለኒ ኣደይ ምፍላይ ኣብያትኒ ብሰንካ እያ ተሪፈ ከማን ካብኦም ሕጂ ኣብኡ ብዕላል ዕላል ቁሩብ እዚ ግዜ ኣብቲ ከባቢ ናይ መንእሰያ ዞም ንኣሽቱ ቁሩብ ናይ ንእስነት ሃዋኽ ገለ መለታት ክረአ ስለ ጀመረ ከከቲብካ ንሜዳ ንምስዳድ መደብ ወፂኡ ነይሩ

እታ ሽም እንታይ ትብል ነይራ ሽም ኪዳነ ተስማርያም ዝብል ዓዲ ደግራ ደይኮነ ኣፈልባ ምዃኑ ዓደይ ገይረ ተመዝጊበ ነዚ ሕቶታት እንተመፃኒ መደብ ኣዳልየ ኣዴኻ ከየትርፋኻ ኢልካ ኢኻ እታ ሽም ሓቢእኻያ ማለት እዩ ጥራሕ ዘይኮነ እቲ ዓደይ እውን ካብኡ እንተመፅስ ዋላ ካብ መንገዲ ክመልሱን እዮም ፍቑድ ኣይነበረን ኣብኡ ሕጂ ከይደ ዓደረሶ ካብ ዓደረሶ ከዓ ንኣሽቱ ኢሎም ፈልዮምና እሞ ታዕሊም ይጅምር ነይሩ ሽዑ ኣብ ዓደረሶ ሕጂ እቶም ዓበይቲ ንታዕሊም ዝኸዱ ገለ ንኣሽቱ ከዓ ኢሎም ፈልዮምና ካብኡ መመሊቕና ክንከይድ ጀሚርና ናብኡ ናብቲ እቶም ዓበይቲ ክዕለምሉ ዝኸዱ ቦታ እዚኦም ኣያስሩናን እዮም ኢሎም ማኪና ምፅ ኣቢሎም ፅዕና ኣቢሎም ደንጎሎ ሰዲዶምና ኣብ ደንጎሎ ሓዲርና ሕጂ ንግሆ ኣብኡ ተረኣይና ገለመለ ምሸት ንሰሎሙና ክንነቅል ብሰሎሙና መፅኡ እቲ ሳልሳይና እዚ ዕዋንኬል ትብለካ መፅኡ ኣይሰለጠንን ከምዚ ኢለ መለስ ኣለኹ ኢሉኒ ተራኺብና ኣነ ንሰሎሙና ከይደ ኣብ ሰሎሙና ምስ ከድኩ እቲ ሓቀኛ ሽመይ ክሳዕ ውድ በፂሐ ኣለ ንዋላ ካብ ቤተሰብ ንዋላ ካብ ገለ ኢለ ስለ ዝተኣመንኩ ሓቀኛ ሽመይን ዓደይን ገልመለን ገይረ ኣመዝጊበ ካብኡ ከድና ወሪድና ስድራኻ ደድሕሪኻ ከይመፁ ኢኻ ሽም ሓቢእኻ ማለት ሓወይ ክሳብ ዓደረሰ ወሪዱ ኣብ ሓወይ ነይሩ ምዕባይ ምዕባይ ክሳብ ዓደረሰ ወሪዱ ዋላ እውን ክህብክዎም እዮም ነቶም ጀማሂር እቶም ጀማሂር እውን ምለስዎም ክብሉ እዮም ዝኾነ ከምዚ ኢልና ወፂና ሳላልፋና ከምዚ ኢሉ ስምኦን ድሮ ቁሩብ ጉልበት ካባይ ክሳብ ክውን ትርንዕ ኢሉ ስለ ዝነበረ

ወፂና በይንኹም ደቂ ተባዕትዮ ነርኩም ፊት ተውራር ደቂ ኣንስትዮ ነረ ኣብ ሓንቲ ጋንታ ሲ ክልተ መስርዕ ኣወዳት ሓንቲ መስርዕ ኣዋልድ እታ መስርዕ ኣዋልድ ብዙሓት እየን ክሳዕ ኣርብዓ ኮና ኣብ ሓንቲ መስርዕ እና ሰላሳ ዕስራን ገለን ንበዝሕ ሳተን ግን ኣርብዓ ኮና ኣብ ሓንቲ መስርዕ ጋንታ ትኸውን እዚኣ ከምዚ ኢልና ተዓሊምና ተዓሊምና ኣብ ወርሒ ሸውዓተ ሰብዓን ሸሞንተን እዚ ምዝላቕ ናይ ደቡብ ክግበር ከሎ ተወዚዕና ካብ ታዕሊም ወፂና እናብ ዝኸበሳ ወፅያ ብርጌ ዕስራን ሰለስተን በፂሕኒ ምስቲ ዓርከይ ወዲ ዋሃዮ እቲ ስምኦን ምካየድ ደይ ዝብለካ ምስኡ ሽዑ ንሱ ከዓ ክኸትት ካብ ክፍልታት ካብ ክፍልታት ካብ ህንፃ ናብ ሓይልታት ክወፅእ ኣብ ሰለሙና ተራኺብና ተለይቲ ብሓን ሰብ ሓዲርና ካብኡ ስንዳ ኣርባዕተ ተወዚዑ ኣነ ብርጌ ዕስራን ሰለስተን ተወዚዑ ብከምዚያ ናብራ ናይ ሓይልታት ሃይለ ጀሚረ እዩ
ታዕሊም ሽዱሽተ ወርሒ ከባቢ ወሲድልና ኢልካ እወ እቲ ታዕሊም እንታይ እንታይ የማልእ ነይሩ ክብደቱ ማዕረ ክንደይ ነይሩ እስከ ንገረና ታዕሊም ከቢድ እዩ ምኽባድ ግን ሓደ ፖለቲካዊ ትምህርቲ ስሩዕ ፖለቲካዊ ትምህርቲ የማልእ ካልኣይ ኩሉ ወታደራዊ ታዕሊም ኣሎ ክሳብ ናይ ኮማንዶ ታዕሊም ናይ ኢድ ብኢድ ከይተረፈ ኢና ንዕለም ተዓሊምና ረቂቕ እዩ ታዕሊም ብጣዕሚ ካልእ ምናልባት ኣብቲ ታዕሊም ዘጋጥመካ ተዓለምቲ ዝነበሩ ትርፍ ኣቢሎም ስለ ዝዕልሙኻ ኣብኡ ገለገለ ኣብ ዲስፕሊን ክስታ ይገብሩኻ እዮም ቅሩብ ጸቕጥኻ ጅምሩ ክጽቀጥ ፍትኑ ክጽቀጥ ኣይትደልን ከምዚታት ቅሩብ ገልጠምጠም ኣጋጥመና ነይሩ
ኣለምትኻ ዝዝክሮም ዶ ስማቶም ዝክሮም በዓልመን ምራሕ ሓይልና ሸሪፎ በሃል ነይሩ ምራሕ ጋንታ ኣብርሃም በሃል ምራሕ መስርዕ ከዓ ፍፁም ተክለ ዝበሃሉ ነይሮም
ምሳኻ ብህይወት ዘለዉ ክህሉ ይኽእሉ ተሰውኡ ክህሉ ይኽእሉ ምሳኻ ተዓለሙ ትዝክሮም ወይ ትዝክረን
ኣለዉ መሊኦም ተሰውኡ ኣለዉ ህልዋት ኣለዉ ብዛዕባ እንተ ዝበልኩኻ በዓል ሳሙኤል ገብረ ኣደናይ ምሳናይ ተዓሊሙ ድጋ እንታይ ነይሩ እቲኻ ተስፋሚካኤል ያማደ ፕረሲደንት ጓል ጋንታና ነይራ ኣለዉ ሓሓሊፍና ንረኽቦም ብዙሓት ኣለዉ
እዚኦም ህልዋት እዮም ስዋኣትከ
ህልዋት ስዋኣትከ ዝዝክርዶም ስዋኣት ኣመልዮም እንታይ ክብሎም እሞ ሓደ ክልተ ዘክር
በዓል ኣፈወርቂ ብርሃም ዝበሃል ነይሩ ኣፈወርቂ ብርሃ ዘካርያስ ፍሳሐ ዝበሃል እዚኦም ሰለስቴና ፖለቲካ ነካትዕ ነርና ነታ ጋንታና እሶም ካ ካብ ደቂ ምሓረ ዝወፅ እዮም ፖለቲካ ተማሃሩ እዮም ተማሂሮም ዝመሃሩ እዮም ኣነን ኮመ ነረ ተማሂረ ዝምህር ነበርኩ እየ ሰለስቴና ነታ ጋንታና ፖለቲካ ነካትዓ ድሕሪ ታሽኮታሲ ዳርጋ ስሩዕ ትምህርቲ ኢና ፖለቲካ ንምህራ ነርና እዚኣቶም ሕጂ ዘካርያስ ፍሳይ እኳ ድሓሪ ትሰው እዩ ደቂ ምሓረ እዚ ሕጂ ድሕሪ ናፅነት ድሕሪ ናፅነት ነዊሕ ገይሩ እዩ ኣብ እንዳ ስታላ ገለመለ ገይሩ ነብር ነይሩ ኣፈወርቂ ብርሃን ግን ቀደማ ሜዳ ይሰው እዩ ተስፋገብርኤል ተወልደ ዝበሃል ድሓር ጠሊፋስ ኣጓውፂኦም ላዕለዋ ሰውራ ነይሩ ሕጂ ደገ ኣሎ ሳጉኡ ጠሊፋ ብሎ በዓል ኪዳነ ግረዝግሄር ሕቃ ቀብልዎ ፖሊስ ኣሎ ገባር ኣርኣያ ስውን ፖሊስ ኣሎ ኮታ ሰሙን ብዙሓት እዮም እዚኦም ሕጅብቲ ሓይልኻ ነበሩ እዮም ኣቤት ኣብ ሓይልኻ ነበሩ ድዮም እዚኦም ኣብ ጋንታ እዩ ዝነበሩ እዮም ኣብ ጋንታ
ኣበይ ተወዛዕካ ሽዑ
ዝበለ ብርጌ ዕስራን ሰለስተን ተወዚዐ ኣብዚ ማይ ስሩ ኣብዚ ምድሪ ዜን ኣብኡ ፀኒሓትና ታወጠለኒ ኣብኣ ኣቲና ኣብያ ነራ ብርጌ ዕስራን ሰለስተን ካብ ማይ ስርዋ ክሳብ በለዛ በዚ በዚ ከዓ ካብ ሰይድሺ እዚ በዚ ደሎ ዓርበሎ ገለ መለ ከዓ ሓንቲ ወጠሎ ነራ ኣብ መንጎ ብርጌድ ኣርባዕተ ነራ ካልእ እዚ ኣብዚ ነሩ እዚ ቦታና ኣስመራ ተኸቢባ ከላ ማለት እዩ

ክንደይ ጌርካ ምስ ብርጌድ ዕስራን ሰለስትን
ክሳብ ትውድእ እታ ብርጌድ ፋሕፋሕ ክሳብ ትብል ምስኣ ነይረ ኮርስ ኣብቲ ዳሕራይ ግዜ ቦጠሎ ንቀይረ ነይረ ግን ከም ህላዋ ምስ ብርጌድ ዕስራን ሰለስተን እዩ ወዲኦ እዮ ግዜ ብርጌዳት እሞ ኣብ ክፍለ ሰራዊት ምስ ኮነ ብርጌድ ዕስራን ሰለስተን ብርጌድ ኣርባዓን ኣርባዕተን ተክሊት ገይረን ክፍለ ሰራዊት ሰብዓ ምስ ኣቑማ ኣብ ክፍለ ሰራዊት ሰብዓ ብርጌድ ሰብዓን ሓደን ቦጠለ ንክልተ ነይረ
ኣብ ብርጌድ ዕስራን ሰለስተን ኮለኻ ክሳዕታ ዝነበርካያ ጋንታ
መራሕቲ ናትካ ሓለፍቲ ዝነበሩ ዝክሮም ዶ
ዝክር እስከ ንገረና
ባ ኣብ መጀመርታ ክንኣቱ ከለና መራሕቲ ሓይልታትና
መራሕቲ ጋንታኻ ጀምር መራሕ ጋንታ ዋላ መስራዕኻ እወ መራሕ መስርዕ ጊደውን ዝበሃል ፀኒሕኒ ኣይደንጎየን ቀልጢፉ ተሰዊኡ አ፣ መራሕ ጋንታና ገርግሽ ረወልደ በሃል ሓሽሽ ኣሎ ሕጂ ብሂወት መራሕቲ ሓይልታት ገረዝግሄር መረስዕ ወዲ መረስዕን ርእሶም ዓንደሚካኤል ወዲ ዓንድኬል ዝበሃሉ ነይሮም እዚኦም ተሰዊኦም እዮም ሕጂ የለውን መራሕቦ ጠለኑ ወዲ ሃለቃ በሃል ነይሩ ተሰዊኡ ተሰዊኡ እሱም ኮሚሽነር ናቶ ኮሚሽነሩ
መን ነይሩ እዚ ክብል ኣይክእልን ብዙሕ ኣይዝከረን ቀልጢፍ እየ ዝሰውኡ ይኸኣሱ ዳርጋሱ ጥራሕ ይፀኒሕና መስለኒ ግን ቀልጢፍ እዩ ተሰው ኢዶም ገየን ኣብቲ ወርሒ ሸሞንተ ናይ ሰብዓን ሸውዓተን ፀላእ በዚ ብመን ኢኻ ትብሎ ምስ ኣተወ ብእግሩ ስርናይ ብዓዲ ኋላ ኣትዩ በዓል ደቂ ምሓረ ምስ ሓዘ ኣብኡ ነስመራ ምስ ኣተወ ትኽ ኢሉ ንከረን ክወጽእ ብምባደርሆ ፈቲኑ ነይሩ ዝኾነ ተኸላኺልና ብከቢድ ተኸላኺልና መቸም ላይ ኣይኮነሉን ተመሊሱ ምልስ ኢሉ ሕጂ ብዓዲ ያቆብ ጸቕጢ ገይሩ ኣብ ወርሒ ሸሞንተ ሰብዓን ሸሞንተን እየ ዝብለካ ዘለኹ ፀቕጢ ገይሩ ብፍላይ ብሓንቲ ቦታ ኣዝያ ምርብራብ ዝካየደላ ነይሩ ረዳት ናብኣ ከይድና ሓንቲ ጋንታ ሓንቲ ጋንታ ረዳት ከይድና ኣዝያ መራር ዝኾነት ውጋ ኣካይድና መራር ምክልኻል ወጊሓ ካብ ንጎ ክሳብ መሬት ትፅልምት ግን ዋጋ ውዒልና ኢድና ካብ ቃታ ከይተፈልየ ብዘይ ዕርፍቲ ዓሰርተ ሸሞንተ ግዜ ሃጅሙና ፀላእ ሓድሽ ሓይሊ እናመፀ ሓድሽ ሓይሊ መስመራ እንዳ ርኢናዮ መፅእ በቃ ሕጂ እቲ መራሕ ጋቢ መስርዕና ኣብኣ ተሰዊኡ ኣብኣ ተሰዊኡ መድፍዕ ናይ ታንክ ብንባ ዓሊብዎ ቅጥብ ዘቢሉ በብክንዲ እዚኣ በብክንዲ እዚኣ ቁርፅራፅ ኣራሪና ኢና ቀቢርናዮ ጀይቲ ኩነታት ብጣዕሚ ከቢድ ነይሩ ከም ዝብለካ ኣነ ብኣኽሪ ሳዕ ዘይደሊ ዝዝክራ

ኣነ ንእሽተይ ነይረ ኮለይ እየ ነይረ እንከይት ኮለና ብጉያ እዩ ነይሩ ትካይዳ ናብ ዘብዘብ ንረዳት ንገይ ስለ ዝነበርና ሓንቲ ጋንታ ኢና ሕጂ የማን ነቲ ኮለይ ንዓ ሂብካ ጓል ስላስ እያ ትበሃል ንጓል ስላስ ሂብካ እቲ ኮለይ እቲ ዕጥቂ ዓጢቅካ ኣርክብ ኢሉ ንመራሕ መስርዕ ከይደ ከም ዝብለክሎ መራሕ መስርዕ ተበልኳ ኪዳ ይበካኒ ኢላትኒ ህርፋን ስለ ዝነበረኒ ዓጥቕ

ከምዚ ዝብለካ ምስ ኣብየትኒ ከምኡ ኢለ ጋንታ ጠጠው ኢላ ኣብሪኻ ኣብሪኻ ጠጠው ኢላ ተፀቢያታ መፅያ መቸም ሕንክስ ሕንክስ እንዳበለት እያ ምርካብ ስኢና እቺ ጋንታ ኩሉ ሆሆ ኢልዋ ስርዓት ደይ ትገብር ደይ ትሰምዑ ገለ ምንም ዝበላ እዛ ዕጥቂ ፍትሕ ፍትሕ ኣቢላ ድርቢ ኣቢላታ ኣክንዲ ንድሕሪ ትምለስ ንቅድሚት ከይዳ ፖቅ ቢላት ንታኾለይ ንቕድሚት ከይዳ ኣነ እዛ ዕጥቃ ኣዕጢቐ ነብሰ መሰረቱ እቲ ዕጥቃ ኣብ ነብሰይ ክፅመድ ዝኽእል ኣይኮነን ነይሩ ምክንያቱ በዚ ኣርባዕተ ካዝና ገይራ በዚ ጥይት ነፀላ ብራሾ ቦምባታት ኣሎ ኮታት መዓንጣ ዘሎ ሲ ተላጊቡት ናተይ ትጋሽ ሲ ከፅቦ ተደለኹ ምፅባብ ኣብኒ ብሕማላ ጥራሕ ተሰኪመ ዓዲ ያቆብ ኣትየ ምስዚ ኩሉ ዘብዘብን ገለን እዛ ምሕኩልተይ ምሉቕ ኢላ መቸም ዕጥቂ ህርፋን ስለ ዝነበረኒ ኸኣ ኣጢቐ ስቕ ኢለ ስነይ ነኺሰ ምሕኩልተይ መሊቑ ከምዚ እንዳበልኩ ኣትየ መቸም ኣብኡ ዓዲ ያቆብ ኣቲና ለይቲ ዝሃረምዋ እንዳ ሸሞንተ እዮም ነይሮም ኣብ ማእከል እንዳ ሸሞንተ ኢና ኣቲና ብርጌድ ሸሞንተ ማለት እዩ ሕጂ ቀትሪ ዝሃረምዋ ታንኪ እሰን ከውፅኣ ኣይከኣላን እሶም ከዓ ከውፅዋ መንዝዖ ኣይከኣሉን ገዲፈንኣ ከይደን ተሃሪማ ትወፅእ ስለ ዘይትኽእል እዚያ እናሃልኩም ተሃርመት እያ ክትወፅእ ኣይትኽእልን እያ ኣብኣ ገዲፈንኣ ከይደን ኣለዋ ኢሎም ኣረኪቦምና ኣረኪቦምና ኣይጅምኣር እንታይ ይገበር ተባሂሉ ሃንደሳ ኣጋጣሚ ድዮም መፂኦም ተፀዊዖም ፀኒሖም ኣይፈለጥኩን ንሕና ድፋዕ ትርክብ ምስ ኣበልናዮ እምበኣር ትቃጸል ተባሂሉ ተወሲኑ ዋርድያ ሰዲዶም ንሕና ሓለዋ ክንኮነሎም ሃንደሳ ከዓ ታይም ቦምብ ክገብሩላ ከይድና ኣቲና ዓብይሉ እዩ መዓት ሳዕርን ገለመለን ክረምቲ እዩ ብዝኾነ እቶም ሃንደሳ ኣነ ዘድንቖም እንዳኸድና ከለናስ ብእግሮም ፈትሾም ፈንጂ ረኺቦም ብእግሮም ፈንጂ ምህላው ምስ ኣረጋግፁ ንዓና ጠጠው ኣቢሎም ዜሮም ኮሊሎም ኣውፂኦም ተም ፈንጂ ሕና ብቅድሚት ሓለዋ ኮይናሎም ዘድሊ ምስ ገበሩ ውፅ በሉ ንዕና ይንውፃእ ኢሎምና ወፂና ድፋዕና ብፅሕ ክንብል ኮልና ሂም ኢላ ተፈጅራ ሓሙክሽቲ ኮይና ሓሙክሽቲ ኮይና ጠራዕራዕ ኢለን ተኪሰን ገለመለ ግን ዋላ ሓንቲ ካብኡ ወጊሑ ንግሆ ኣብኡ ኣንግሄ ናይ ወፈራን ፍቅሩ ብርህሪ ኢሉ ንድሕሪት ውፅእ ኢልና ናብቲ ገዛውቲ ዓዲ ያቆብ እዩ ኣብኡ ሕጂ እዛ ጓል ኣደ እያ ናይ ብሓቂ ነቲ መስርዕ ነዚ ጋንታ ካብትን ካብትን ክትብል የማን ፀጋም ኢላ ዱባዶ ገለዶ ገለዶ ገለ ክትገባብር ክትብል እንደገና ጸላኢ መጽዩ ተባሂሉ ተበገስ ኮይኑ ነነጢርና ከይድና ኣቲና ኣብኣ ውዒላ ኣብኣ ተሪፋ ድሮ ውግእ ስለ ጀመረ ኪድ ኢልና ውግኣት ክወፁ ጀሚሮም ሓሓኪማ ንሕክምና ክትሰድድ ውዒላ ኣብኡ ኮይና ኣብኣ ኮይና ከምኣ ክትገብር ውዒላ መወዳእታ ኣጋምሸት ሙሉእ መዓልቲ ኢድና ካብ ከምዚ ዝብለካ እዩ ካብ ቃታ ከይተፈለየት ውዒሉ ከቢድ እዩ ትውግእ ነፈርቲ ዕርፋኒን ከቢድ ብረት ካብ ዘሎ እዩ ዋላ ካብ ዓዲ ኣበይቶ ዋላ ካብ ፃዕዳ ክርስትያን ዋላ ካብ ፎርቶ ናይ ኣስመራ ከይተረፈ እዩ ከምዚ እንዳለ ዝዘንብ ስቕ ኢሉ ዝዘንብ ብዝኾነ ውዒልና ኣጋ ምሸት ምስ ኮነ መበል ዓሰርተ ሸውዓተ ግዜ ከሃጅም ፀላኢ ታንኪ ተፀጊዓትና ብጎኒ ብኸናልኣት እያ በቲ ሸነኽ የማና ዝነበረ እንዳ ሸሞንተ ኣብ ከናለ ተጸጊዓ ነዚ ከናለ ብጎኑ ክተእትወልና ጀሚራ ኣብኡ መራሕ ኢልና ኩላ ነብሱ ታሪሙ እቲ መራሕ መስርዕና ዝበልኩኻ ቦምባ ዓሊባቶ እንትብትብትብትብ ኢሉ በቃ ተፈላለዩ ሓደ መድፋዕ ጅብሬን ሓፍ ኣቢላ ምስ ብሬኑ ቀቢራቶ ካብ ወጥሪ ኮይና ወይ ህጁም ወይ ህድማ ወይ ምህዳም ወይ ምህጃም እንታይ ክትገብር ትኽእል ሓንቲ እያ ወፍር ከ ኣሎ ሓድሽ ጸላይ እዚ ምህዳም የለን ያላ ህጁም ኢልና መራሕ ጋንታ ልክ ኣብዛ ሰዓት እዚኣ ህጁም ክበሃል ከሎ ብድሕሪት መፅኣ ዕጥቂ ናይቶም ተወጊኦም ክወፁ ዝውዓሉ ዓጢቓ መጺኣ ቅድሚ ሰብ እልል እንዳበለት ነዚ ከናለ ነጢራ ዘሊላቶ ብድሕሪት መጺኣ እልል እንዳበለት ዘሊላ ከይዳ መሪሓትና ሃጅምና ከይድና መቸም ፀላእ ደፊእና ታሕቲ ወሪድና ንታሕቲ ገፅካ እዩ እቲ ማይ ኩዕስና ኣብ ጎፂ እዩ ነይሩ ወሪድና ካብኡ ታንኪ ግደፉ ከይተቃፅልዋ ተባሂሉ ንብረት ሰውራ ኮይና እያ ከይተቃፅልዋ ግደፉ ኢልና መራሕ ጋንታ ባቃ ኣይነበረናን ካብ ብዙሕ ዛርም ፀረ ታንኪ ሓደ ሰብ ወሪዱ ሓደ ወታደር ካብታ ታንክ ወሪዱ ብሽጉጥ ንዓደ ወጊኡ ኢልና ወዲቑ እሱ ቀቲልናዮ ሓንቲ ሰብ ኣየውፃእናላን ኣይፈተሽናላን እዛ ታንኪ ከድና ንቕድሚት ቅድሚት ከድና ሓድሽ ሓይሊ መፅኡ ሃደምደም እንዳለ ብድሕሪት ድሕሪ ፀላኢ መፅኡ እዛ ታንኪ ትክተውፅእ ኦይ ኣታ ተስእዋ ኣለዎ ያላ ጉየ ጉየ ተበልካ ኣበይ ገፅሞ ንቅድሚት ኣፀቢቕና ዘፊእና ስለ ፀናሕና ኣርብጅቲ እያ ነይራ ከኣ ሓንቲ ነይራት ናብታ መስርዕ ኣርብጅቲ ከኣ ኣይተዕውትን እያ ካብዚ ናብ ትኸይድን እያ ዲፍ ተበልካ ዲፍ የብል ባቃበይ ገዛ ክትበፅሕ ኣብ መንጎ ተርፍ ሒዘን ኣጥው ኢለን ንዓዲ ቁንፂ ገፀን ኣከንዲ ንድሕሪት ናባና ገፀን ድምፅኣ ንዓዲ ቁንፂ ሸንኽ ሒዘን ኣዕርብ ኣተስየ ነዛ ታንኪ ማሪኽና እንዳበልኩም ወሊቓትኩም ንብረት ሰውራ ኮይና ተባሂላስ ከይዳ ገዝጋትና ከይፈተሽኩማ ብሰንኪ ዘይምፍታሽ እዋ ስንዲቱ ጉድለት
ሕጂ ሓድሽ ሓይሊ መፅኡ ስቲና ቢልና ነብስኻ ውፅእ ኮይኑ እንድፋዕና ክንምለስ እንታይ እዮም ክብለካ ብጣዕሚ መሪር መሪር መሪር ድሓር ማይ ኩዕና ብእን ስለ ዝኾነ ከዓ ዓቕብ ደረት እንዳወፃና ኢና ንኸይድ ደኺምና ኩሉ ሞራል ትበር ኣብኣ ወዲቓ ዛጓል ክልተ እግራ ዙዕ ስራን ሰለስተን ሃሪምዋ ክልተ እግራ ሕምሻ ኣቢልዋ ወዲቓት ተሰዊኣ
እዚኣ ክርሳዕ ዘይደሊ
ሰናይ ስጓል ስላስ ትበሃል ብጣዕሚ ጅግና እያ ነይራ
ኣብኣ ሕጂ ኣቤት እንታይ ኮይኑ ተዕጥቂ ንስኻ ክትወስዶ ተደልዩ ደኺማ ድያ ነይራ ተሃሪማ ድያ ኖ ትሕንክስ ነይራ ኣይደልደለትን ኮበርታታት ገለ ሒዝክሲ ተመለስ በላ ናብቲ ምግብና ተመለስ በላ እዮም ኢለውኒ ማህረምቲ ግን ኣይነበራን ድኻሚ ማህረምቲ ኣብ በለዛ ተሃሪማ ነይራ ካብ ሕክምና እያ መፅያትና ሽዑ በለዛ ንምሓዝ ኣስመራ ንምእታዊ ውግእ ተኻይዱ ነይሩ ቅድሚኡ ብሸነኽ በለዛ እቲ ነይሩ ተኣሃዱና ኣብኡ ተወጊኣ ናይ ዓዲ ያዕቆብ ዝነበረ ውግእ እዚ ዓዲ ያቆብ እዚ ወርሒ ሸሞንተ እዩ እቲ ድሓር ፀላኢ ፈንጢሱ ዝወፅኣሉ ወርሒ ዓሰርተ ወርሒ ዓሰርተ ሓደ እዩ ድሕር ሰለስተ ወርሒ ድሕሪ እዩ ሕጂ ከም ዲኣ ኢልና ካልእ ኣሃዱ መፅኡ ቀይሩና ንሕና ንቦታና ተመሊስና ሓንቲ ጋንታ ኢና ነርና ሆነ ሕያል ከሲርና እዚ
ገና ከየዝለቅኩም ማለት እዩ ወ ቅድሚ ምዝላቕ እዩ ወርሒ ሸሞንተ ከብለካ ኣለኹ ምዝላቕ ወርሒ ዓሰርተ ሓደ እዩ ተኻይዱ ኣብቲ ምዝላቕ ኣይነበርኩምን
ኣብቲ ምዝላቕ ኣብ ዓዲ ያቆብ ኖ ኖ ኣብዛ ቦታና ኢና ነርና ማይ ስርዋ ከባቢ ምድሪ ዜን ማይ ስርዋ ኢና ነርና ባቃ ከምዚ ኢልና ንቕፅል ፀላኢ ድሕሪኡ ኮታ እንዳተራባረበ እንዳተራ እንዳተቀያየረ እንዳተባራረየ ኣህዱታት ዘፍ ኣቢልዎን ፀላኢ በዚኣ ብዓዲ ያቆብ ተስፋ ምሰኣነ ሽዕጡ ኢሉ በዚ ብሕምብርቲ ገይሩ ንዓንሰባ ወሪዱ ምድምዳም ናይ ቀዳማይ ወራር ማለት እዩ ዓንሰብ ኣወሪዱ ምቕር ከዓንሰብ ኣወሪዱ ነብ ድሕረና ደቂ ሸዓይ በፂሑ ንኸረን ክወርድ እዩ ሕሳቡ ዘሎ ካብኡ ንዕኡ እውን በዚ ካብ ግንባር ሰሓርትን ካብ ግንባር ዓዲ ቀይሕን ዘዝለቓ ብርጌድ ሓምሳን ሓደን ብርጌድ ሓምሳን ሸሞንተን ዝበሃላ ነይረን ኣብ ዓላ ካብ ዓላ ብርጌድ ሓምሳን ሓደን በዚ ብሰሓርቲ ቆሪፃ ዓንሰባ ወሪዳ ኣጣፊኣቶ ነቲ ዓንሰባ ወሪድ ዝነበረ ኣጣፊኦሞ በቃ ተወዲኣት ኣውራር ቀዳማይ ወራር ፈሽላ ማለት እዩ ካብ ኣስመራ ከይሓለፈ ፈሽላ ተወዲኣ ደዓር ካልኣይ ወራር እዩ መሊሱ ተወዲቡ ተዋዳዲቡ ድሕሪ ሰለስተ ወርሕን ገለን ብዓዲ ያቆብ ዝፍንጥስ እልቢ ዘይብሉ ሰራዊትን ታንክታትን ሒዙ ብዓዲ ያቆብ ኣብ ድፋዕ ከለዉ ይረጊፅዎም ብታንክታት እንዳ ሸሞንተ ገሊኦም ተማሪኾም ዝነበሩ ተጋደልቲ ሲ ካብ ድፋዕ ካብ ታንኪ ዝረገፀቶ ቀናለየሙ ገሊኦም ተፋሒሮም ገሊኦም ተንፋሒኾም ወፂኦም እዮም ተማሪኾም እንዲ ከምዚ ኢሉ ንሕና ኣብ ቦታና ኢና ነርና ገና ኣብዚ ኮለና ዝተጠውዩ ሽዑ እውን ድሕረና ተጠውዩ በዚ ብዓዲ ቢደል ገይሩ ብዓዲ ያቆብ ምስ ሓለፈ ንዓዲ ቢደል ቀፂሉ ብዓዲ ቢደል ንናላላይ ሰጊሩ ብኡ ሰጊሩ ኮታ ንፅርግያ በፂሑ ፅርግያ ሒዙ ፅርግያ ሰረጃ ቆሪፅዎ ቆሪፅዎ ፅርግያ ሰረጃ ንድሕሪት ምልስ ኢልና በዚ

ንወክን ንዛግርን ንየማን ንጸጋምን ገዲፍናየን ንባሕሪ ጸዲፍና ንባሕሪ ጸዲፍና መሊስና ብመዓልቲ ተጠዊና ብመዓልቲ ተጠዊና ከዓኒ ዓተከሌዛን ቀዲምናዮ ጎላጉል ዓተከሌዛን ቀዲምናዮ ካብኡ ቅድሚ ወሪድና
ምዝላቅ ከመይ ነበረ ድሮ ተጀሚሩ ማለት እዩ ተጀሚሩ ምዝላቅ ከቢድ ከቢድ ብጣዕሚ ከቢድ ኣብቲ ቀቅድሚ እቲ ምዝላቅ እቶም ሓለፍትና ዝፈልጥዎ ነይሮም እዮም ብላዕሊ ምክንያቱ ህዝባዊ ግንባር ዝተዳልዩሉ ብወግዒ ንዓና ፖለቲካዊ ትምህርቲ መጻሕፍቲ ታሪኽ ናይ ሰውራ ቻይናን ናይ ገለመለን ገለን ክዝርግሑልና ጀሚሮም ሕጂ ንምሃር ነዚ ቻይናውያን ኣብ ምዝላቕ ከመይ ከም ዘዝለቑ እንታይ ፀገም ከም ዘጋጠሞም ገለ ኮታ መተባብዒ ሕና ወሪድና ዕላ በርዕድ ወሪድና ዕላ በርዕድ ከቢድ እዩ ነይሩ ብጣዕሚ ከቢድ ከቢድ ክብደቱ እንታይ እዩ ምስ ሓፂን ጥራሕ እዩ ምርፃም ነይሩ እልቢ ዘይብለን ታንኪ እልቢ ዘይብሉ ሰራዊት ኣብ ዒላ በርዕድ ክርደን ቢልና ኣብ ውሽጢ ክልተ መዓልቲ ሳብ ሙሉእ ቀለቤት እቲናዮ ንወርድ ኮለና ካብ በዚ ተረፋ ነይረና ናብዚ በለዛ ገልመለ ወሪደን ንሰን ብላዕሊ ብዓዲ በርበረ ዓፅየን ንሕና ብቅድሚት ልቡጥ ፊና ከምዚኣ ጌርና ጨቢጥናዮ እዚ ዒላ በርዕድ ብጣዕሚ ከቢድ ከቢድ ውግእ ነይሩ እቲ መጀመርታ ለይቲ ሲ መድረጋ ሓጊቶም ሓዲሮም በቲ ምንዳ በዓል ሓምሳን ሓደን ብደንጎላን መድረጋሕን ዓጊቶም ሓዲሮም በቲ ክሳድ ዑመር ዝበሃል ዒላ ወርዒ ዝውዳእ ቢልካ ንክረም ክትወፁ ከለካ ዘላ ክሳድ ኣብኡ ትገቦ ንሕና ብሸነኽ የማን የማን ዕላ በርዕድ ሸነኽ ተሮን ከዓ ኒኖ ኢና ነርና ሽዑ ብኡ ምስ ተዓግተ ወጋሕታ ተሮንካ ዘይቡ ንየማን ተሮንካ ማለት እዩ ንላዕሊ ገፁኒ ንድሕሪት ናባና ገፁ ወፊሩ ተዘርጊሑ ግፊዑ ማለት እዩ ብኡ ከብኪብና ከዓ ንሕና ኣብዚ ጀራዲን ኣውሪድናዮ ኣብኡ ኣጋ ምሸት ኣነህረም ኣብኡ ይውጋእ እቲ መውጋእቲ ኣዝዩ ሳይኮን ኢሉ ነይሩ ግን ሞዴል ዝኾነካ ተኣላልያ ናይቶም ሓለፍትና ትሪኦ ሽዑ ኣነ ደይርስዖ እንዳደፋእና ጥራሕ ንመ ስለ ድመፃና ሲ ውርድ ኢልና ደፊእና ንቕድሚት ካብቲ እግሪ ተሮንካ ዲጋ ኣላ ጫፍ ናይታ ዲጋ ምንዮ ብሸነኽ ምዕራባ ሓንቲ ኩጀት ንቕድሚት ውርድ ኢልና ናብታ ዲጋ ክንሰግር ኣብኡ ምስ ጸላኢ ተጋጢምና ንትኩስ ኣደናጉላ እዩ ጠጠው ኢልካ ዘታኹስ ደናጉላ ንትኩስ ንትኩስ ህጅ መራሕ ጋንታ ናብ ላዕሊ ብቲ ዝባን እታ ጋንታ ናብቲ ዝባን ዓጊትዋ ኣሎ ኣብኡ ኮይኑ ውፁ ንዑ ተመለሱ ንድሕሪ ትብለና ውፁ ተመለሱ ንዑ ምስ ጋንታኹም ተሰርዑ ብለና እሞ ኣነ ሰሚዐያስ ኣታ ገርግሽ ከም ዝብለና ኣሎ ንዑና ይንውፁ ኣብሎም ሕራ ይብሉኒ ንወፅሒ ጅብ ደናጉላ እንዳተኸወልና እምበር መጥቂዒ ከምዚ ዳርመካ ጸላይ ገጹ ስናቡ እዩ ናብቲ ናብ ጸላኢ ገጹ እዩ ትገቦ ሕጂ ንሕና ገጽና ምልስ ከነብል ሓንቲ መሓራይ ሽው ኢላ ትሰግር በቲ በቲ መዕገቲ ናይቲ ዲጋ ከም መንገዲ ኣሎ ግፍሕ ዝበለ ብኡ ሽው ኢላ ሰጊራ ትጽጋዕ ናባና ናብታ ጎቦ ናብታ ቁጀ ትጽጋዕ ሕጂ ርእያ ኦይ ንዑና ይበሉ ርክቡ ደይቡ ነዚያ ሰጊራ ዘላ ምሓራይ ብምባእት የላ ከርክበኩም ኢለ ትርፍ ብላ ኣነ ሕጂ ትርፍ ኢለ ነዛ ብምባቕ ናቕና ዓቢለ ሕጂ ካልኦት ከዓ ቀፂለ ብድሕሪያ ሕጂ እሳ ትቕረብ ኢለ ነዛ ብምባብ ጅባ ይግብር ኣቢለ ትኩስ ናብትየን ኣብተን ዝመፃ ብሒተይ እየን ሕጂ ትኩስ ኣውድቕ ስሒብኒ ረሲዐያ ነታ ናባይ ተጸግዐት ኣምሓራይ ረሲዐያ እንዳተንፈሓቆት እንዳተንፈሓቆት እንዳተንፈሓቆት ደይብ ኣብ ጥቓይ መዚያ ቅልቅል ኢላትኒ ቀረባ ኣብ ከምዚ ብረተይ ጥው ይከብል በዚኣ ትእትወለይ ቀዲማትኒ ድሮ ተንሸን ኣሲራ ፀኒሐልክዕ በዚኣ ትእትያትለይ እዛ ዒላ ወዲቐም ዝነበረ ድኻም ጥሜት መዓ ጥሜት እዩ ነይርና ካብዚ ምስ ወፃና ሒዝና ምግቢ ዝበሃል ኣይበልዓናን ዝኩሉ መንገዲ ዋላ ዝኩሉ ሃልከትከት ሕጂ ብኣ ወዲቐ ዛይ ደቃዕ ኢላ ንድሕሪት ተዓፂፋ ተሴራ ወዲቐ ብኣ

ዋላ ዓቕሉ ፀይብዎ ድዩ ከይዱ መዓት እየን ሓዊ እየን ዝገብሮ ነይረን ጥይት ከይዱ ናበይ ከም ዘበለ ይርኢኽዎን ፀኒሑ ፀኒሑ እቲ መራሕ ጋንታና ባዕሉ ኣትዩ ባዕሉ ዘሊሉ መፂኒ ቀስ ኢሉ ነታ ብረታ ኣልዒሉ እትኩስ እሱ ከምኡ እንዳገበረ ካልእ ወዲ መስርዕና ዘሊሉ መፂኡ ፈርሞ ዓጋመን ብሎ ነይሩ ትስክም ኣቢሉኒ ንዑ ኣሃሮማ ንዓይ ደገማኒ ኣውፂኒ ዝባን ኣውፂኒ ኣውፅኒ ካብኡ በታ ብረት ኣሲሮም ወሲዶምኒ እታ ብረታ ኩላይ ኣይገደፈትኒ ከምቲ ቅድም ዝበልኩኻ ምስ ተመለስና እውን ንካልእ ሂቦማ እታ ዕጥቂ ናይ ጓል ስላስ ኮለየ ነይረ ክንወርድ ኮለና ብኮለየ ወሪደ ኣብዚ እዚ ኩሉ መንገዲ ብባሕሪ ተጠዊና ብመዓልቲ ጌርና እዚ ኩሉ ኮለል ሓደ ኤምፖርቲን ዝዓጠቀ ወዲ ጋንታና ደኺሙ የማነ ተቐበሎ ኢሎምና ኣነ ዕባይ ሃገረሰበየ ጥርጥርየ ድብል ተቐቢለዮ ኤንፎርቲን ዓጢቀየ ዝዋጋ ውዒለ ሽዑ ይበዛ ኤንፎርቲን ብክልተ ጫፋ ነፀላ እስር ኣቢሎም ብኣፀሮም ወሲዶምኒ ክንዲ ባሬላ ማለት እዩ በቃ በዚ

ክቡራትን ክቡራንን ትሕዝቶና ምስ ገዲም ተጋዳላይ የማነ መንግስ ኣድሓኖም ዘካየድናዮ ኣብ ታሪኽ ዝተሞርኮሰ ቃለ መሕትት ኣብዚ ኣይከብቅዕን እዩ። ካልኣይ ክፋሉ ድሕሪ ቁሩብ መዓልታት ተኸታተሉና ሽዑ ከነቕርበልኩም ኢና። ሰላም ቅነ። ዓወት ንሓፋሽ።